ትሮው እትብል ብተይለር ፔሪ ዝተጽሓፈትን ዝተኣለየትን ፊልሚ ኣብ ሓጺር እዋን ዝና ኣትሪፋ ክትፍቶ ክኢላ እያ። እዛ ፊልሚ ብዙሓት ኤርትራውያን ይኹኑ ኢትዮጵያውያን ፈትዮማን በኽዮምላን እዮም። እዛ ስትሮው ዝተሰምየት ፊልሚ ሓንቲ ንብሕታ እትነብር ኣዶ ውላዳ ንምዕባይ እትኸዶ ኣጸጋም መንገድን እትነብሮ መከራን ዘድህስስ እዩ። ሰላም ሰላም ከመይ ትኾኑ ኩቡራት ተኸታተልቲ መደብ ህርመት ሰላም ክትኾኑ እናተመነኹን ነዚ ቻናልና ሓደሽቲ ዝኾንኹም ሳብስክራይብ ሼር ኮሜንት ክትገብሩ እንዳተላበኹን ናብ ናይ ሎሚ መደብና ክወስደኩም። ገና እታ ዝጸሓፋን ዝኣለያን ፊልሚ ዝናኣ ከይሃሰሰ ጸሓፍን ኣላይን ተዋሳኣይን ዝኾነ ታይለር ፔሪ ብጾታዊ ዓመጽ ተኸሲሱ ኣሎ። እቲ ዝገርም ጸታዊ ጥቕዓት ኣብጽሐለይ ኢሉ ዝኸሰሰ ግዳይ ወዲ ተባዕታይ ምዃኑ እዩ። እቲ ግዳይ ጸታዊ ጥቕዓት ዝበጽሖ ድማ ኣብ እዋን ቐረጻ ፊልሚ ምዃኑ እዩ ዝሕብር። ኣብዚ ቀረባ እዋን ዝተዘርግሐት ፊልም ስትሮው፣ ብዙሓት ኤርትራውያን ኣብ ገጻት ማሕበራዊ መራኸቢታቶም ብምልጣፍ፣ ገለ ናእድኦም ገለ ድማ ስምዒታቶም ብምቕማጥ፣ ርእይቶ ክቡላን ዳርጋ ኩሉ ሰብ ክርእያ ዘለዎ ፊልም ብምባል ከጋውሕዋ ቀንዮም ኣለዉ። እቲ ንፊልም ስትሮው ሓዊስካ ኣብ ሓያሎ ፊልምታት ብዝሰርሖ ስራሕ ዝፍለጥ ውሩይ ጸሓፊ፣ ዳይረክተርን ተዋሳኣይን ቴለር ፔሪ ብጾታዊ ዓመጽ ተኸሲሱ ኣሎ። እቲ ዝኸሰሶ ተዋሳኣይ ኣብ እዋን መደብ ተለቪዥን እናሰርሐ እንከሎ ጾታዊ ዓመጽ ከም ዝተፈጸሞ ብምግላጽ ኣብ ልዕሊ ቴይለር ፔሪ ናይ ክልተ ሚእትን ስሳን ሚልዮን ዶላር ክሲ ኣቕሪብሉ ኣሎ። ተዋሳኣይ ዴሪክ ዲክሰን፣ ታይለር ፔሪ ኣብ ኢንዳስትሪ መዘናግዒ ዘለዎ ዝና ተጠቒሙ ኣገዳድን ጾታዊ ምዝመዛን ብዝብል እዩ ኣብ ልዕሊ ቴይለር ፔሪ ኣብ ሎስ ኣንጀለስ ክሲ ኣቕሪብሉ ዘሎ። ደሬክ ዲክሰን፣ ዘ ኦቫል ኤንድ ዘ ሩትለስ እትብል ፊልሚ ኣብ ዝተቐረጸትሉ እዋን እቲ ጾታዊ ዓመጽ ከም ዘጋጠሞ እውን ሓቢሩ ኣሎ። እቲ ተዋሳኣይ፣ ቴለር ፔሪ ዕዉት ተዋሳኣይ ክገብሮ ምዃኑ ቃል ኣትዩሉ እኳ እንተነበረ፣ ዘይተዋሓጠሉ ዛዕባ እምቢታ ኣብ ዘርኣየሉ እዋን፣ ሞያዊ ሕነ ምፍዳይ ጾታዊ ትንኮሳን ጸርፍን ኣውሪዱለይ ይብል። ጠበቓ ቴለር ፔሪ ግን ነቲ ክስታት ብምንጻግ ገንዘብ ንምእካብ ዝግበር ምትላል እዩ ክብል ይነጽጎ። ጠበቕኡ ማቲው ቦይድ፣ ንቢቢሲ ኣብ ዝሃቦ መግለጺ፣ እዚ ውልቀሰብ ምስ ቴይለር ፔሪ ቅርበት ነይሩዎ'ዩ፣ ሕጂ ድማ ናይ ምትላል ክሲ ኣቕሪበ'ሎ ኢሉ። ወሲኹ ድማ፣ ቴይለር ፔሪ በዚ ኣይሰናኸልን እዩ፣ ከምዚ ዓይነት ፈጠራዊ ግፍዒ ከም ዘይዕወት ድማ እርግጸኛታት ኢና ክብል ድማ ወሲኹ ሓቢሩ'ሎ። ዴሪክ ዲክሰን ንመጀመርታ እዋን ምስ ተይለር ፔሪ ኣብ ክልተ ሽሕን ዓሰርተ ትሽዓንተን ኣብ ኣትላንታ ኣብ ዝርከብ ስቱድዮ ተይለር ፔሪ ኣብ ዝተኻየደ መደብ ከም ዝተራኸበን ድሕሪ እቲ ርክብ ንኣዋርሕ ብዛዕባ ሞያ ተዋስኦ ክዘራረቡ ምጽንሖምን ይገልጽ። ኣብዚ ግዜ እዚ ተይለር ምስቲ ተዋሳኣይ ጾታዊ ዝምድና ክምስርት ከም ዝደለየ ዘእንፍት ሓያሎ ጾታዊ ርእይቶታት ከም ዝሃበን እቲ ተዋሳኣይ ድማ ከም ዝኣበየን እቲ ክሲ ይሕብር። ድሒሩ ግን ተይለር ፔሪ ኣብ ዝሰርሓሉ ዝነበረ ናይ ተለቪዥን መደብ ንዲክሰን ሓደ ገጸ ባህር ተላቢሱ ክዋሳእ ሰራሕ ሂብዎ እዩ። ይኹን ደኣ እምበር እቲ ክሲ፣ ዲክሰን ንናይ ተይለር ጾታዊ ድሌታት ሸለል ምስ ዝብል ወይ ምቕባል እንተ ኣብዩ እቲ ገጸ ባህሪ ኣብታ እትቕጽል ክፋል ክመውት ከም ዝገብሮ ገሊጹለይ ይብል። እቲ ክሲ እቲ ተዋሳኣይ ዝተላበሶ ገጸ ባህሪ ንተይለር ፔሪ ዘሕጉስ እንተኽኢሉ ጥራይ ከም ዝቕጽል ሓቢርኒ ብምባል፣ ተይለር ኣብ ልዕሊ እቲ ተዋሳኣይ ፈጺምዎ ዝበሃል ዝተፈላለዩ ፍጻመታት ጾታዊ መጥቃዕቲ ይጠቅስ። እቲ ተዋሳኣይ ነቲ ካብ ተይለር ፔሪ ዝመጽእ ግፍዒ ክጻወሮ ስለ ዘይከኣለ ኣብታ ፊልም ምውሳእ ከቋርጽ ከም ዝተገደደን ነቲ ብተይለር ፔሪ ዝቐረበሉ ጸሓፊ እንኳ ናይ ምስራሕ ዕዮ ከም ዝተሓሰሞን ዴሪ ዲክሰን ይገልጽ። ሕራይ እምበኣር ክቡራት ተመልከትትና ንሎሚ ሒዝናልኩም መጺና ዝነበርና መደብ ነዚ ይመስል ነይሩ። ንምክትታልኩም ኣዚና ኢና ነመስግን።